ደገ ዘለዉ ገዛ ንክሰርሑ መሬት ሃቦም ኣይበሃልን እዩ ነውሪ እዩ እዚ ዊጌትት ኤርትራውያን ኢና ዋላ መስርዕ ግበረና ኣነ ብናተይ መረዳእታ እንታይ ዝብል ዘለኹ ብፍላይ ነቶም ኣብ ኤርትራ ኣብ ጥልያን ኮይኖም ድዮም ኣብ ስዑድያ ኮይኖም ድዮም ኣብ ኤውሮጳ ኮይኖም ብፍላይ ተን ዓበይቲ ምሉእ ህይወተን ነዛ ሃገረይ እናበላ ብዙሕ ሓለፋ ዝገበራ ሕጂ ድማ ናብ ጥሮታ ገጸን ዝኣትዋ ዘለዋ ሓደ ዓብይ ኢኮኖሚ ክራሽ ይመጽእ ኣሎ ነዘን ሰባት እዚኣተን መእተዊ ዝኾናሉ ገዛ ንክገብራ እተን ዘይገበራ ዘለዋ መሬት ሂብካ ድዩ ባዕልኻ ሰሪሕካ ድዩ ዕድላት ክፍጠረሉ ዝኽእል እንተጌርካ ኣታዊ ነቲ መንግስቲ ይኾኖ ነዚ ንክገብር መንግስቲ ኤርትራ ድማ ሚዚካ እዚ ኣብዚኣ ስእሊ ዘርእየካ ዘለኹ እቲ ብፀጋም ዘሎ ናይቲ ናይ ባንክታት ድዩ ናይ ዩኤንዲፒ ድዩ ገለ ከምኡ ድማ እቶም ዩኤን ብዙሕ ይሕግዙ ኣለዉ እዮም ነቲ ኢንፍራስትራክቸር ናይ ፋይናንስ ናይ ጋለ ንምትዕርራይ ኤርትራ ንዘለዎ ፀጋታት ኪኖታ ማዕድናት ዘሎ ገለ መለ ገዲፍካ ዋላ እውን ቱሪዝም ዘንብሎ ኣብ ደገ ዘሎ ሰብ ካብዚ ሕጂ ዝመፅእ ዘሎ ፈተና ናይ ደገ ናብ ዓዱ ገፁ ንኤርትራ ክጠቅም ኢሉ ዘይኮነስ ነብሱ ክጥቀም ኢሉ ክኸይድ ከሎ ንሓድሕድና ሰፖርቲቭ ኣይኮናን ስ ሓቂ እዩ ዳርጋ ካብ ናይ ኤርትራውያን ናይ ካልኦት ሃገራት ኢና ክንድግፍ ንፍትን በንጻሩ ኣብዚ ትብሎ ዘላ ንኣብነት እዚ ናይ በዓል ቱርኪ ገለመለ ወላ እኳ እቲ ኮንቴክስት ናቶም ኣብዚ ብዙሓት ቱርኪ እንዲዮም ዘለዎ ትካላት ዘለዎም ምስቲ ካብ ምስ ዓዶም ዘለዎ ኮኔክሽን ብትሕ ብዙሕ እዮም ዝጥቀምሉ ቤዝ ናይቲ ቁጠባ ናቶም ዝያዳ ካብኡ እዩ ቢካዝ ሶርሲንግ ናቶም ካብኡ ስለ ዝኾነ ግን ዝተፈለየት ናይ ቱርኪ ኣብ ጀርመን ድሕሪ ከድካ ንኣብነት ዝዓበየ ሱፐርማርኬት ናይ ጀርመን ከሎ ካብቲ ናይ ቱርኪ ድኳን እዮም ቤዛ ዝገብሩ ሰርፕራይዚንግ ኤርትራውያን ከምኡ ንገብር ኢና እዚ ፀገማት ኣሎ ንኤርትራውያን ትካላት ናይ ኤርትራ ንምድጋፍ ሕፅረታት ኣለና እዩ ኣብዚ ዋላ ሓንቲ ምሳኻ ዝከራኸረሉ የብለይን እቲ ኣብ ኤርትራ ዘሎ መንእሰይ ካብ ናተይ መረዳእታ ልዕሊ ዓቕሚ እዩ ዝገብር ዘሎ ኣብ ኤርትራ ዘሎ ማንም ኣካል ክውስኽ ኣለዎ ትብሎ ነገር የለን ከመይ ጌርካ ዕድላት ትፈጥረሉ፣ ከመይ ጌርካ መድረኽ ተጸባብቐሉ፣ ንዕኡ እቲ ህዝቢ ንክሕገዝ ዝያዳ እዩ እቲ ስራሕ እምበር ኣብ ኤርትራ ዘሎ ጸገም ኩነታት ዳርጋ ኣብዚ ቻነል ኩሉ ሰብ ዝርድኦ እዩ but at the end of the day um, ገለ ነገር ሲ ክግበር ክኽእል ኣሎ በሃላይ እየ ቢካዝ um, ኣትሊስት ኣነ ኤክስፐክቴሽን ኣለኒ ብወገን ከምቲ መንግስቲ ኤርትራ ዝብሎ ዘሎ ርኡይ ዝኾነ ለውጢ ገይሩ ነቲ ሰብ እውን ዝያዳ ተሳትፎ ንክህልዎ ዝገብረሉ መንገዲ 2026 ድማ ትመፅእ ኣላ ዝያዳ ንስኒ ምስ ኣሜሪካ ዝግበር ዘሎ ፅምዶ እሱ እውን ፖዘቲቪቲ ይፈጥረልና ይኸውን ኤርትራውያን ነፍሲ ወከፍ ኤርትራዊ ሓሙሽተ ሚእቲ ሽሕ ኣብ ዓዱ ኢንቨስት ክገብርን ክሕውል ክሳብ ዘይጀመረ ቁጠባ ናትና ከምቲ ዝድለ ክዓቢ ዝኽእል ኮይኑ ኣይስምዓንን እየ ኣነ ነፍሲ ወከፍ ኤርትራዊ ሴቪንግ ኣካውንት ናብታ ብኤርትራ ክገብር ተኮይኑ ግን ገንዘቡ ከም ድሌቱ ዝእትወሉን ዘውፅኣሉን መድረኽካ ክትፈጥረሉ ኣለካ I only put my money in a bank if I can get it anytime I want ሰብ ኣብ ባንኪ ከውርድ ከሎ ናቲ ሎጂክ እንታይ እዩ እዘን ገንዘብ ኣብ ዝደለኹወን ግዜ ክወስደን ከትርፈንን ክሸጠንን ከውፀንን ክኽእል ኣለኒ ኤርትራ ድማ ሰርተን ሊበራላይዜሽን ኣብቲ ባንኪንግ ተገይራ እቲ ሰብ ኣማራፂ ዝሰኣነ ብዙሕ ሰብ ስለ ዘሎ ብዙሕ ሰብ ዝርካቡ ገንዘብ ኣብ ኤርትራ ከቐምጥ ይኽእል እዩ እዛ መዓልቲ እዚኣ እንተተበፂሓ ድማ ኤርትራ ኣብ ዝዓበየ ቁጠባዊ ዝላ ክትገብር እያ ኢለ እየ ዝኣምን ኣነ ናተይ መረዳእታ ኣኮም እዩ ምክንያቱ ካፒታል እዩ ንቁጠባ ድራይቭ ዝገብሮ እቲ ካፒታል ፖቴንሻል ኣለና ንሱ ናብ ኤርትራ ክኣትወሉ ዝጀመረ መዓልቲ ዝያዳ ውፅኢታዊ ክርከብ ይኽእል ይብል ኣነ ኣብ ከምዚ ዓይነት ኩነታት ዳርጋ መብዛሕትኡ ስደተኛ ፕላን ቢ ናቱ ኣለዎ ፕላን ቢ ናቱ ድማ ስደተኛ ምዃን ኣብዩ ዝጠቕመካ ኣብ ሃገርካ ዩ ፕላን ቢ and what is the effect ፕላን ቢ ኣብ መብዛሕትኦም ሃገራት ገዛ ይሰርሑ ኣብ ዓዶም ስለምንታይ ገዛ ይሰርሑ ኣብ ዓዶም ምክንያቱ at the end of the day value ገንዘብ ወረቐት እዩ ኩሉ ነገር ወዲኻ ንወረቐት እዩ ኢንቨስትመንትስ እውን ቤትስ እዩ ማለት ዳይቨርሲፋይ ወይ ፋሕ ከተብሎ ኣለካ ሃብትኻ ምክንያት ኣብ ቅዱስ መጽሓፍ ኩሉ እንቋቁሖኻ ኣብ ሓደ ጀንቤል ኣይትግበሮ ይብል ኣብ ጥበብ ሰለሞን ዲ ዋላ መጽሓፈ ጥበብ ይመስለኒ ሳምዌር ዝኾነ ካይን ማለት እዩ ዝበዝሐ ኤርትራዊ ድማ ኣቨረጅ ኤርትራዊ ማእከላይ ደረጃ ኤርትራዊ ብጀካ ሰሪሑ ገንዘብ ይውሓድ ይብዛሕ ኣብ ባንክ ኣቐሚጥዎ ዘሎ ካልእ ነገር ዝፈልጥ ኣይኮነን ወይ እውን ካልእ ነገር ሶፍስቲኬሽን ዝጥቀም ኣይኮነን እዚ ትብሎ ዘለኻ ክራይሲስ ድማ ዳርጋ ንነዊሕ ዓመታት እዩ ተባሂሉ ኣሜሪካ ዝዓበየ ሪሰት ክትገብር ትፅበ ከም ዘላ እዩ ዝንገር ዘሎ እንጌስወት ኣብ ሰብዓታት ሪሰት ክገብሩ ከለዉ ዶላር ቴስ ዓሚታዊት ቫሊ ናቱ ሎዝ ገይሩ እዩ ዝበሃል ናይ ምግዛእ ዓቕሚ ናቱ ሕጂ ድማ ነዚ ሕጂ ኣጋጢሙ ዘሎ ኩነታት እንድሕሪ ከምኡ ክገብሩ ኮይኖም ኩሉ እቲ ህዝቢ ክህሰ እዩ ብፍላይ ፕሮፐርቲ ዘይብሉ ኢንቨስትመንት ዘይብሉ ገለ ነገር ዘይብሉ ዓብ ድኽነት እዩ ስለዚ ኣብ ደገ ዘሎ ምስታ ኣብ ውሽጢ ዘሎ ክወዳደር ኣይክእልን እዩ ኣብ ውሽጢ ኣትኹም ነቶም ኣብ ኤርትራ ገጅፍ ዋጋ ዝኸፍሉ ዘለዉ ንሳቶም ይጽንዑ ደሓን ደገ ዘለዉ ገዛ ንኽሰርሑ መሬት ሃቦም ኣይበሃልን እዩ ነውሪ እዩ እዚ ዊጌትት ኤርትራውያን ኢና ዋላ መስርዕ ግበረና ኣነ ብናተይ መረዳእታ እንታይ ዝብል ዘለኹ ብፍላይ ነቶም ኣብ ኤርትራ ኣብ ጥልያን ኮይኖም ድዮም ኣብ ስዑድያ ኮይኖም ድዮም ኣብ ኤሮፓ ኮይኖም ብፍላይ ተን ዓበይቲ ሙሉእ ህይወተን ነዛ ሃገረይ እናበላ ብዙሕ ሓለፋ ዝገበራ ሕጂ ድማ ናብ ጥሮታ ገጸን ዝኣትዋ ዘለዋ ሓደ ዓቢ ኢኮኖሚ ክራሽ ይመጽእ ኣሎ ነዘን ሰባት እዚኣተን መእተዊ ዝኾናሉ ገዛ ንኽገብራ ተን ዘይገበራ ዘለዋ መሬት ሂብካ ድዩ ባዕልኻ ሰሪሕካ ድዩ ዕድላት ክፍጠረሉ ዝኽእል እንተጌርካ ኣታዊ ነቲ መንግስቲ ይኾኖ ነዚ ንኽገብር መንግስቲ ኤርትራ ድማ እዚ ኣብዚኣ ስእሊ ዘርእየካ ዘለኹ እቲ ብፀጋም ዘሎ ናይቲ ናይ ባንክታት ድዩ ናይ ዩኤንዲፒ ድዩ ገለ ከምኡ ድማ እቶም ዩኤን ብዙሕ ይሕግዙ ኣለዉ እዮም ነቲ ኢንፍራስትራክቸር ናይ ፋይናንስ ናይ ጋልን ንምትዕርራይ ኤርትራ ንዘለዋ ፀጋታት ኪኖታ ማዕድናት ዘሎ ገለ መለ ገዲፍካ ዋላ እውን ቱሪዝም ዘንብሎ ኣብ ደገ ዘሎ ሰብ ካብዚ ሕጂ ዝመፅእ ዘሎ ፈተና ናይ ደገ ናብ ዓዱ ገፁ ንኤርትራ ክጠቅም ኢሉ ዘይኮነስ ነፍሱ ክጥቀም ኢሉ ክኸይድ ከሎ ብዙሕ ካፒታል ንኤርትራ ክእቱ ካብዚ ነገርዚ ፕላን ቢ ንክገብር ካፒታል ንክእቱ ኤርትራ ለውጢ ንክትገብር ቅልጣፈ ንክትገብር ብኸመይ ጌርና ጽልዋ ክንገብር ንኽእል ኣይነው እቲ መንግስቲ ኤርትራ ኣብዚ እዋን እዚ ፕራዮሪቲ ናቱ ናይ ሴኪሪቲ ሕቶ ቀሊል ኣይኮነን ዘለዎ ከመይ ጌርካ እዚ ነገር እዚ ባላንስ ክትገብሮ ትኽእል ምክንያቱ መጠን ገንዘብ ናብ ኤርትራ ዝኣተወ መጠኑ መንግስቲ ኤርትራ ሓያል እዩ ክኸውን መጠኑ ቁጠባ ናይ ኤርትራ ሓያል እዩ ክኸውን መጠኑ ኤርትራ ኣማራፂ ክህልዋ እዩ ነቶም ሰራዊት ደሞዝ ንምውሳኽ ድዩ ነቶም ሰራዊት ገዛውቲ ንምስራሕ ድዩ ነቶም ኣብ ስድራ ስዋትን ስንኩላትን ንምጥዋር ድዩ እንተዘየለ እዚ ደገ ዘሎ ሰብ ፕሮኣክቲቭሊ ንኤርትራ ንክኣቱ ኢንሰንቲቭስ ምክንያትን ስሕበትን ተደይፈጢርካሉ ከም ዘለዎ ክቕፅል እዩ ሓወላ ክሰድድ እዩ ውሕድ ገንዘብ ኣብ ዓመት ድዩ ክልተ ዓመት ካብ ቬኬሽን ክኸይድ እዩ እዘን ኩለን ዝግበራ ዘለዋ ንኤርትራ ከምዚ ሕጂ ትኸዶ ዘለዋ ዝገብርዋ እምበር ዓብ ነገር ንክትገብር ኣይሕግዝዋን እዮም ስለዚ ንስኻ ብዘለካ ጽልዋ ምስቲ ዘለካ ኔትወርክ ምስ መንግስቲ ኤርትራ ዘለካ ቅርበት ምስ ዝተፈላለዩ ዘለካ ምትእስሳር ወት ከን ቢዳን መንግስቲ ኤርትራ ኣይ ሕጂ ናይ መወዳእታ ሕቶ ናተያ ፕረዚደንት ኢሳያስ ኣብዚ ዓመት'ዚ እዚ ጉዳይ'ዚ ንኽጓየየሉ ዞባታት ክጓየዩ ኣለዎም፣ ነቲ ደገ ዘሎ ድማ ናብ ውሽጢ ንምእታው ብፕላን ክስራሓሉ ኣለዎ ኢሉ ነይሩ ኣብ ክልተ ሰለስተ ኢንተርቪውስ ናቱ። ሶ ፋር እዚ ነገር እዚ ከም ዝስራሕ ዘሎ ወይ'ውን ናብ ህዝቢ ገጹ ንኽወጽእ እንታይ ተበግሶታት ይረኣየካ ኣሎ? ፖድካስት ስለ ዝኾነ ኢንተርቪው ጥራይ ኣይኮነ ናተይ ኢንፑት ሂበ ፕላስ ንስኻ ሞር ካባይ ንላዕሊ ሓበሬታን ፍልጠትን ስለ ዘለካ ካብቲ ናተይ ሕቶ ተበጊስካ ክትውስኸለይ እየ ዝደሊ ስለዚ ሃው ከም ዊ ሄልፕ ደ ጋቨርንመንት ግን እቲ መንግስቲ ድማ ከመይ ገይሩ ነዚ ህዝቢ ደገ ዘሎ ፅቡቕ ዝኾነ ምቹእ ባይታ ፈጢሩ ክስዕበ ይኽእል
እወ ሕጂ እቲ ኣርቱድ ወይ ከዓ ኣተሓሳስባ ኣገዳሲ እዩ ቀዳማይ ነገር መንግስቲ ኤርትራ ከምቲ ዝበልካዮ ናቱ ቀዳምነታት ኣለዎ መዓት ኤርትራዊ ኣሎ ኣብ ኣፍ ደገ ብረት ዘሎ ኣብ ኣፍ ደገ ፀላኢ ዘሎ እቲ ሓደ ካብቲ መጀመርያ እቲ ውግእ ምስ ተፈጥረ ኣብ 1998 ባንኪ ዝሰርሕ ዝነበረ ሰብ ኣብ ሜዳ ኣትዩ ኣብ ሕክምና ዝነበረ ኣብ ሜዳ ኣትዩ ሕጂ እቲ ኤኮኖሚ ዲስራፕትድ ኮይኑ እዩ ኣብ ብብዙሕ መገዲ ማለት እዩ ሕጂ ንዕኡ ምርግጋእ ባዕሉት መንግስቲ እንታይ ክገብር ከም ዘለዎ ኣፀቢቑ ይፈልጥ እዩ ክሰርሓሉ እዩ ከዓ ናይ ግድን ክስርሓሉ እዩ ኩሉ እዚ ትብሎ ዘለካ ይፍለጥ ጥራይ ዘይኮነ ኣጸቢቆም ክስታይ ዝገብርዎ እዩ ዝሰርሕሉ እዩ እና ብናተይ ርድኢት ኩሉ ኣብ ኩሉ መዳያት ከዓ ክሰርሕ ዘለዎ ነገር እዩ ናይ ሕክምና በሎ ናይ ኮሚኒኬሽን በሎ ናይቲ ናይ ሕግታት ጌርካ ከምቲ ሓንቲ ወይ ዝብሎ ነበርኩ ነቲ ኣብ ደገ ዘሎ ሰብ ክስታይ ምግባር ብዛዕባ እቲ መንግስቲ ብዛዕባ እቲ ሃገር ዝገብሮ ስራሕ ብዙሕ ክስታይ ምግባር ኣየድልን ብዙሕ ምዝርራብ ኣየድልን ብዛዕባኡ ምክንያቱ እቲ ንቕድሞ ኣለና ማለት እዩ ግን ናትና ኣተሓሳስባ ከከውን ዘለዎ ነዚ ትብሎ ዘለካ ሕጂ ናይ ባንኪ እንድሕር ኢልካ እንታይ ከመይ ገይሩ ገንዘቡ ባንኪ ካብ ምእታው ካብ ምባል ንምንታይ ኢና ንሕና ኣብ ደገ ናይ ገዛእ ርእስና Investment Banking Investment ክንገብር ዘይንክእል ብሓንሳብ ከም Community እቲ ባንኪን ሽዕኡ እቲ ናትና Venture Capital ዝሰርሑ ዘለዉ ዘበሉ ይኩን እቲ ናትና እንታይ ዝበሃል ናይ Investment ኣካይዳ ምስቲ ባንኪን ናይ ኤርትራ ባንኪን Directly ዝሰርሓሉ ኩነታት ትፈጥር እዚ ሓደ ኣተሓሳስባ'ዩ። ኣብ ደገ ኤርትራዊ ናይ ገዛእ ርእሱ ባንኪን ሲስተም ክፈጥር ክኸእል ኣለዎ። ናይ ገዛእ ርእሱ ኢንቨስትመንት ኢንፍራስትራክቸር ክገብር ክኸእል ኣለዎ። ከምኡ ገይሩ ሽዕኡ ምስ ኤርትራ ዳይረክትሊ ክሰርሕ ይኸእል። ስለዚ ንሕና እቲ ናትና ሓላፍነት we have to understand it ንሕና እቲ ናትና ኣተሓሳስባ ናትና ኣርቱድ መንግስቲ ጥራይ ክንጽበ የብልናን ንሕና ባዕልና ክንገብሮ ንኸእል ኣብዚ ቀሊል ኣይኮነን። ናይ ኤርትራዊ ሓይሊ እንታይ'ዩ? ሓድነትና እዩ እንድሕር ሓድነትና ካብቲ ናይ ስግኣት ካብቲ ናይ ሰኪሪቲ ካብቲ ናይቲ ለይትን ቀትርን ሃላኽ ዓንተቦይ እንታይ ኢልካ ፅብቕቲ ነጥቢ ምፂኻ ንሳ ከዓ እንታይ ኣብስ ደይመደይ ኢሉ ነቲ ህዝብና ኣብ 224 ፅቡቅ ብዛዕባ ናይ ኢኮኖሚ ናይ ገለ ንዛረብ ነርና ሕጂ ግን ኩሉ ኣቓልቦና

እቲ ናትካ ግዜ ተጥፍእ ሕጂ ንሕና ኣተሓሳስባና ኣብ ኣብ ኢንቨስትመንት እንድሕር ኮይኑ ኣብ ንግዲ እንድሕር ኮይኑ ኣብ ከመይ ጌርና ነዚታት ናይቲ ናትና ኮሚኒቲ ናብ ዝለዓለ ደረጃ ነብፅሓሉ እንድሕር ኮይኑ ብቐሊሉ ንዕኡታት ክንገብር ንኽእል ኢና ለይትን ቀትርን ብዛዕባ ናይ ኢትዮጵያ እንድሕር ንዛረብ ኮይና ግን ብዛዕባ እቲ ኢንቨስትመንት ክንዛረብ ኣይንኽእል ኢና ስለዚ ኣተሓሳስባና ንምቕያር ናይ ግድን እቲ ናትና ኮንቨርሴሽን ክንቅይሮ ኣለና። ከመይ ጌርና ኢና ነቲ ኣብ ደገ ዘሎ ኤርትራዊ ብሓንሳብ ከም ዝመጽእ እንገብር? ንዕኡ ንምግባር ኮሚኒቲ ሰንተርስ ትፈጥር ማለት እዩ። ከመይ ጌርና ኢና ንህዝብና ኣገልግሎት ንህብ? ኣብ ደገ ዘለዋ ኣዴታት ይኹና ቆልዑት ኣለዉ፣ ከመይ ጌርና ኢና ትምህርቲ ንህቦም? ኣብዚ ዘሎ ዝተፈላለዩ ቦታታት ነቶም ቆልዑት ትምህርቲ ሂብና ምስ ህዝቦም ተሓቂፎም ከም ዝዓብዩ ንገብር። ኣሎ ብዙሓት ኤርትራውያን ኣብዚ ሓደ ሰባት ኣሉ ሓደ ክልተ ሰባት ቅድም ናይ ጀብሃ ተጋደልቲ ነይሮም ንደቆም ንሰበይቶም ከይትኸዱ ዓዶም ዝብልዎም ኣሉ ብፍፁም ከምኡ ሕጂ ነቶም ቆልኦት ከመይ ጌርና ኢና ክንሕዞም ንኽእል ኣብቲ እንታይ ዝበሃል ኣብቲ ኣብቲ ሕብረተሰብና ሰርቪስ እንዳሃብና ነቲ ኮሚኒቲ ሰንተርስ እንዳተጠቐምና እቲ ኮሚኒቲ ሰንተርስ ክጥቀም ከሎ ክትረክብ ከለኻ ምስቲ ሕብረተሰብ እውን ርክብ ትገብር ኣለኻ ማለት እዩ ምስቲ ኣብ ከባቢኻ ዘለዎ ርክብ ትገብር ንሱ ክትገብር ከለኻ እቲ ደቅኻ ክራኸቦ ከሉ እቲ ናትካ ኢንቨስትመንት እቲ ናትካ ቢዝነስ መዓት ኤርትራዊ ኣሎ ቢዝነስ ዘሎ ኣብ ሙሉእ ዓለም ኤርትራዊ ቢዝነስ ዘይብሉ የለ ብኸመይ ገይሩ ከም ዝራኸብ ግን እቲ ቢዝነስ ዝፈልጦ ሰብ የለን መራኸቢ የለን ምክንያቱ እቲ መሰረት ክስታይ ኣይገበርናዮን ኤርትራዊ እዞም ኣይሁድ ማንም ኣይሁድ ይምፃእ እንድሕር ኢንቨስት ክገብር ደሊ ተሓባቢሮም ንዑ ሕግዝዎ እዮም ብናቶም ባንኪ ገይሮም ክንደይ ገንዘብ የድልየካ እዚኣ ይህብዎ ሽዑ ሕጂ ይሰርሕ ማለት እዩ ኣብ ከምኡ ዓይነት ደረጃ ክንበፅሕ ክንክእል ኣለና ፈቲና ፀሊእና እቲ ናይ ኣይሁድ ኣካይዳ ኣብ ደገ ዝገብርዎ ስብ ክንደይ ኤፌክቲቭ ምዃኑ ንዕኡ ኤሚሌት ክንገብሮ ክንክእል ኣለና ነቲ ንዕኦም ኣይኮንኩን ዝድግፎም ዘለኹ ኣነ እቲ ንሶም ሒዞሞ ዘለዉ ኢንፍራስትራክቸር ኣብ ሙሉእ ዓለም ኣብ ባንኪ በሎ ኣብ ሚድያ በሎ ኣብ ኩሉ እዚ ኩሉ ንሪኦ በዓል ኔትፍሊክስ በሎ እዚ ኩሉ በዓል ኤችቢኦ በሎ ገለመታት በሎ ባዕሎም እዮም ዝቆፃ ባዕሎም እዮም ዝቆፃፀርዎ ሕጂ እቲ ንሕና እቲ ናትና ኣካይዳሲ ናይ ብሓቂ ጥሙር ኮይኑ ኣብ ገንዘብ ኣብ ስራሕ፣ ኣብ ትምህርቲ፣ ኣብ ኣገልግሎት ምስ ህዝብና ምስ ኤርትራ ዝተተሓሓዘ ክኸውን ክኽእል ኣለዎ። እዚ እንድሕር ዘይጌርካ ኣብ ደገ ኮንካ ራብዓይ ግንባር ምባል ዋላ ሓንቲ ጥቕሚ የብሉን። We have to work ነቲ ህዝብና ነቲ ናትና ኣካይዳና ክስታይ ምግባር ማለት እዩ። ብሓንሳብ ንክንሰርሓሉ ማለት እዩ። ትክክል ኣሚን ብዙሕ ዲቤት ክንገብር ኣይንኽእል ኢና ኣብዚ ኣትሊስት ኣብዚ ቻነል እዚ ኣጋኒና ክንሪኦ ይንደልን ኢና ግን ኣነ ኣብ ዩቱብ ካብ ዝመፅእ ጥራይ በሽሓት ዝቁፀር ሰብ ኣብ ስታክ ማርኬት ኢንቨስት ዝገበረ ሰብ ምሂረ ኣለኹ ንባዕለይ ኢንቨስተር እየ እቲ ኢንቨስትመንት እዚ ብዘረባ ዘይኮነ ብተግባር ንነብሮ ዘለና ኢና ኣብዚ ቻነል ብዙሓት ተኸታተልቲ ናተይ ር ቨሪ ቨሪ ፋሚሊየር ምስ ኢንቨስትመንትን ናይ ባንኪንግ ኣነ እውን ትምህርቲ ናተይ እሱ ስለ ዝነበረ እዚ ትብሎ ዘለካ ኣብሶሉት ይርዳኒ ባት ሓንቲ ኣገዳሲት ካብኣ ሕልፍ ኢላ ዝሰማዕኳ ምስ ገለገለ ኣብ ኔትወርክ ናተይ ዘለዉ ንዘራረብ እንዲና እቲ ባንኪ ምፍጣር ዝብል ኣብ ከምኡ ዝነጥፉ እውን ኣለዉ ገለገለ ሰባት ይሓቱን እዮም ንዓይ እቲ ፀገም ዘሎ ምስ ናይ ኤርትራ እገዳ ዘለዋ ወላ ክገብሩ እንተፈተኑ ከም ወፃኢ ዜጋ ኮይንካ ምበር ምስ ኤርትራ ኣብ ምግባር ቁሩብ ክበት ከም ዘለዎ ይነግሩኒ እዮም ግን ከም ዝበልካዮ ናትና ኢንስቲትዩሽንስ ዋላ ፕሮፊት ሰንተርድ ኢንስቲትዩሽንስ ኣቑምና እንተፀኒዕና እቲ ዓቕብታት እቲ ፅባሕ ንግሆ ንኤርትራ ሪሎኬት ክትገብሮ ከለካ ወይ ከተንቀሳቕሶ ከለካ እውን ካብ ዜሮ ዘይኮነስ ካብ ተሰሪሑ ዘሎ ንቕድሚት ክወስድ ዝኽእል እዩ ስለዚ እዚኣ ሓሳብ እዚኣ ናይ ብሓቂ ኣዝያ ብልጽቲ ኮይና ተሰሚዓትኒ ንኣብነት እታ ቬንቸር ካፒታል ክንገብር ተኮይና ጽባሕ ንጎ ኣብዚ ደገ ኣብዚ ቀረባ ጌርናዮ ዘይንጸንዕ ዝብል እዩ ግን ከም ትብሎ ዘለካ እዚ ናይ ናይ ኣይሁድ ሞዴልስ ናይ ቁጠባ ናይ ብሓቂ ብሉጽ ሓሳብ እዩ ግን ኢትስ ኖት ዳት ኢዚ ከም ሕብረተሰብ ኣከም ዓይነት ደረጃ ንክንበጽሕ ምናልባት እቲ ተስፋ ዘሎ እቲ ኤርትራዊ መንእሰይ ኣብ በዓል ኡጋንዳ ዘሎ ብመሰረቱ ክጅምር ከሎ ብኸምኡ ዓይነት ሴትኣፕ ኣብ በዓል ደቡብ ሱዳን፣ ኬንያ፣ ኣንጎላ ገለ ዘሎ እቲ ህዝቢ ካብ ንግሁ ክብገስ ከሎ ብኸምኡ ዓይነት ስለ ዝብገስ ዘሎ ንሳቶም ጽቡቕ ክገብርዎ ክብሉ ኣብዚ ምዕራባዊ ዓለም ዘሎ ሰብ ግን ብመጀመሪኡ ክብገስ ከሎ ንበይኑ ብዝኸዶ መንገዲ ስለ ዝኸይድ ቀሊል ክኸውን ኣይክልን እዩ ግን እቲ ሓሳብ ኣዲኤ ነፍደደይ ንሕና ኣብ ደገ ኮይና ንገብሮ ዘለና ኢና ኣብ ውሽጢ ዓዲ ከድና ክንገብር ንኽእል እምበር ሓንቲ ከይገበርና ፀኒሕና ናብ ውሽጢ ዓዲ ጥራይ ከድና ያላ ግበሩ ምባል እውን ፅቡቅ ከም ዘይኮነ እዚኣ ዘረባ ናትካ ሓናፂት ኮይና ረኪብያ ተጋጋሚ እውን ከም እትብል ኢካ ግን እንታይ ኣብ ዝብል እየ ዝወድቕ ኣነ መጀመርያ ኢንዲቪጅዋል ሪስፖንሲቢሊቲ ክህልሉ ክኽል ኣለዎ ብግልና ብደረጃ ትምህርትና ቁጠባና መናብሮና ጥዕናና ደሓን ዝኾንና ዜጋታት ተኮይንና ኢና ንኤርትራ ክንጠቕማ ንኽእል ስለዚ እዚ እቲ ኩሉ ግዜ ንዛረበሉ እዩ ግን እንታይ ኣሎ ኣነ ንዓይ ዝረኣየኒ ኣብ ኤሮፓ ታክስስ ኣዝዩ ክቡር እዩ ብዙሓት ሰባት ይደውሉለ እዮም ንዓይ ዴንማርክ ተወሲድካ ኖርወይ ተወሲድካ ስዊድን ካልኦት ሃገራት ታክስስ ብዛዕሚ ክቡር እዩ ሰብ ሕጂ ከም ገለ ኢሉ ሓጎዝጎዝ ኢሉ ቅሩብ ገንዘብ ክገብር ምስ ጀመረ ብታክስ ስለ ዝብላዕ ኢንሰንቲቭ የብሉን ክሰርሕ ምናልባት ገለገለ ሰብ ኣብ ካልእ ሃገር ከይዱ ታክስ ኦፕቲማይዜሽን ክጥቀም ታክቲክስ ንክጥቀም ዓቕምታት ይሓፅሮ እዩ ሕጂ ኣብ ኤርትራ ከምኡ ዓይነት ኢንስቲትዩሽን ዝተዝነብር እቲ ሰብ ነቲ ሃገር መርብሐ ነፍሱ እውን ምረብሐ ዝብል ርዲት ኣለና እምበር እቲ ዓቕሚ ዘለዎ ከካል ኣማራፂታት ኣለዎ ንኤርትራ ክሕግዛ ስለ ዝደሊ እምበር እቲ ዘለዎ እኮ ሰብ ገንዘብ እኮ ብዙሕ ምርጫታት እዩ ዘለዎ ኢንጀነራል እንታይ ክንብል ናደለና ናይ ሎሚ ዲስካሽንስ ከምቲ ንስኻ ትብሎ ዘለኻ ዝያዳ ንዓድና ጥራይ ኢና ክንሰርሕ ንደሊ ንዓድና ዝሕግዝ ክንገብር ንደሊ ግን ሰምታይምስ there are not enough enough stories ብዛዕባ ኤርትራ ብዛዕባ ቁጠባ ኢና ክንዛረብ ንግለ ሰብ ካለ ነብሱ ከዓ ረብሓ ይደሊ እዩ ገለ ነገር ኣብ ኤርትራ ክግበር ወይ ክሕሰብ ተተጀሚሩ ንኣብነት ኣነ ካምፔይን ዝብለካ ዝነበረ ንዑ ተቐቢልና ንሕና ሄይ ኣብ ኤርትራ ከም ዘሎ ያላ ከም ዝግበር ገለ ክትብል ትኽእል ኢኻ እንድሕሪ ዝኾነ ዘየለ ግን እቲ ሰብ ናብ ኤርትራ ኬትካ ትካል ክፈት ወይ እውን ከምዚ ግበር ኢልካ ካምፔን ክትገብረሉ እውን ኣይትኽእልን ኢኻ ሓደ ሓደ ግዜ እቲ ኩነታት ናይ ፖለቲካ ኤርትራዊ ኣብኡ ዝእለኽ እውን ኣብ ቁጠባ ንክዛረብ ኣርእስታት ስለ ዝስእን ኮይኑ ይስምዓኒ ናብ ፖለቲካ ጥራይ ዝበዝሐ ሰብ
ክስታይ እዛ ትብላ ዘለካ ኩሉ ከም ኣሳምፕሽንስ ወይ ከዓ ከም ርዱእ ነገር ጌርካ እቲ ይውሰድ ስለ ዘሎ ጌጋ ርድኢት እየ ኣነ ድብሎ ንምንታይ ጌጋ ድብሎ መስለካ ኣብ ዩሮፕ ትነብር ኤርትራዊ ዩሮፕያን እዩ ኣብ ጀርመን ዘለዉ ኤርትራውያን ኣብኡ ዝተወልዱ ዝዓበዩ ኣለዉ ኣብኡ ክስታይ ትገብሩ ደንማርክ በሎ ኣብ ኩሉ ናይ ናቱ ሲቲዝንሽፕ ዝወሰዱ እዮም ናይ ሽወደን ከምኡ ሕጂ እዚኦም ከዓ ኤሮፒያን ካንትሪስ በቲ ናይ ኤሮፒያን ካንትሪስ ሕግታት እዮም ዝኸዱ ሓደ ኩሉ ኤርትራዊ ምናልባት እንድሕር ዘይንፈልጦ ኮይና እዚ ቤከሪስ ትራንስፖርቴሽን ኣብ በዓል ሽወደን ኣብ በዓል ደንማርክ ዘሎ ካበይ ዝመፅእ ደቂ ተርኪ እዮም ዝቆፃፀርዎ ደቂ ተርኪ ይሰርሑ ነቲ ስራሕ ነቲ ኢንዳስትሪ ስሒዞሞ ነቲ ናይ ዩሮፒያን ሲስተም ተጠቂሞም ማለት እዩ ስለዚ እቲ እንጀራ ኣብ ሓደ ቦታ ጥራይ ኣይኮነን ዘሎ ኤርትራ ዩርፕ እቲ እቲ ምዝራብ እኮ ዘድሊ እኮ እቲ ኮሚኒኬሽን ዘድሊ እኮ ነዚ እዩ you have to communicate and communicate often ክትዛረብ ኣለካ ብተደጋጋሚ ክትዛረብ ክትረዳዳእ ክትክእል ኣለካ ቻነል ከፊትካ ኣለካ ነዚ ቻነል ሕጂ ተምፅኦ ዘለካ ርእስትታት ኣዝዩ ኣገዳሲ እዩ ናይ ብሓቂ ፅቡቅ እዩ ምክንያቱ ነቲ ህዝቢ ብሓንጎሉ ንክኸፍት ዕድል ትፈቅድ ኣለኻ ማለት እዩ ዕድል ትህብ ኣለኻ ማለት እዩ እዚ ኣብ ዩሮፒያን ካንትሪስ ዘለዉ ኤርትራውያን ነቲ ዘሎ ኣድቫንቴጅስ ሕጂ መዓት ትራክስ እየን ዘለዋ ናይ ደቂ ተርኪ ካብ ኩሉ ካብ ጀርመን ንደንማርክ ከዳ ካብ ጀርመን ንገለ ካብ ኩሉ ንሳቶም እዮም ክስታይ ገይሮሞ እዚ ቤከሪስ ዘሎ ባዕላቶም እዮም ሬስቶራንትስ ዘሎ ባዕላቶም ክስታይ ዝገብርዎ ደቂ ሲርያ ከምኡ ናይ ሰኪሪቲ ስራሕ በሎ ብሓንሳብ ተተሓሒዞም እዮም ዝሰርሕዎ እቲ ኣባና እቲ ባህሊ ናይ ኮሌክቲቭ ኢንቨስትመንት ወይ ከዓ ብሓንሳብ ብሓባር ኮንካ ኣብታ ናይ ሃገር ክንከውን ከለና ኣብታ በዓል ክትከውን ከለና ኢና ንመፅእ እምበር ኣብቲ ናይ ኢንቨስትመንት ክኸውን ከሎ ኣብቲ ናይ ብሓቂ ዘድሊ ከምኡ ዓይነት ኩነታት ክመፅእ ዘሎ ግን ብሓደ ኣይንሰርሐን ኢና ኩሉ ኤርትራዊ ኣብዚ ዋሽንግተን ዲሲ ኣብዚ ከባቢና ዘሎ ተትርእሲ ትግረም ኢኻ ኣትርፍ ድበሃል ጋዜጣ ኣሎ ናይ ኢትዮጵያውያን ሕጂ እቲ ኣትርፍ ናበይ እዩ ኣድቨርታይዝ ዝገብር ነቲ ኤርትራውያን ኮንሱም ዝገብርሉ መኪና ምግዛእ ይኹን ገለ ይኹን ንሳቶም ኢትዮጵያውያን እዮም ዝሸጥሎም ናይ ኤርትራ ቢዝነስ ጌርካ እቲ ኤርትራዊ ንኤርትራዊ ኣድቨርታይዝ ኣይገብርን እዩ ንመን ሽሙ ንኢትዮጵያውያን እዩ ኣድቨርታይዝ ዝገብር ኣብቲ ናቱ ከይዱ ክስታ ኣይገብርን እዩ ኣይገዝእን እዩ ኣብቲ ናይ ወፃእተኛታት ኣብ ናይ ኢትዮጵያውያን ከይዱ ክስታ ይገብር እዚ ሲ ከምዚ ከይድካ ንማንም ቢዝነስ ማን ኤርትራዊ እንድሕር ሓቲትካ መብዛሕትኦም ብዙሕ ተገዳስነት የብሎምን ኣብቲ ህዝቦም ፎካስ ንክገብሩ ሕጂ እዚ ኣብ ኤርትራ ኣባና ዘሎ ዋሽንግተን ዲሲ መጀመርያ ኩሉ ሬስቶራንት ናይ ኤርትራውያን እዩ ነይሩ ሕጂ ኢትዮጵያውያን ወሲዶሞ ዋላ እቲ ናይ ኤርትራ ናይ ኣይደንቲቲ ጉዳይ ከማን ኣብ ሕቶ እዩ ድኣቱ። ኤርትራውያን ቆልዑት ሕጂ ሓበሻ ክድብልሉ ኩነታት እዩ ድመጽእ ዘሎ። እቲ ሓበሻ ከም ክስታይ ኮይኑ ብእኡ ጌሮም ይሽቅጡ። ዙርያ በሎ ክዳውንቲ ባህላዊ ክዳውንቲ ናይ ሓበሻ እንዳበሉ ክስታይ ይገብርዎ። እዚ ንሕና we need to start talking። ደቅና ክንሰርዖም ክንክእል ኣለና ብዝሓለፈ ተመክሮታት ከምዚ እንድዩ ከምዚ እንድዩ እንዳበልካ በቲ ናትካ ኣሳምፕሽንስ ምኻድ ጌጋ እዩ ሕጂ ሓድሽ ኣተሓሳስባ ክንፈጥር ክንክእል ኣለና ኤርትራ ፅንዓታ ኣርያ እያ ኤርትራ ሓይላ ኣርያ እያ ኤርትራ ጠጠው ከም ትብል ኣርያ እያ ኢትዮጵያ ኣይኮነን ገለ ኣይኮነን ማንም ሰብ ጠጠው ከብሎ ዝኽእል የለን ሕጂ እቲ ናይ ህዝቢ ሓይሊ እቲ ናይ ህዝቢ ኤኮኖሚክ ሓይሊ ክብርትዓሉ ዘለዎ ኩነታት እዩ ተፈጢሩ ዘሎ ንዕኡ ከዓ ብሓንሳብ ክንሰርሓሉ ኣለና ኢንቨስት ኤሪትሪያ ኢንቨስት ኦን ኤሪትሪያን ኩሉ ናይ ኤርትራዊ ጉዳይ ክግበረሉ ዘለዎ ግዜ በፂሑ ስለ ዘሎ እዚ ዝኾነ ይኹን ነገር ኣሳምሽንስ ቀዳሚ ነገር እቲ ናይ ኤርትራ ጉዳይ ንረስዓዮ ምስ ኤርትራ መንግስቲ ኤርትራ ከምዚ ገበረ ከምዚ ገበረ መንግስቲ ኤርትራ ክገብሮ ዘለዎ ክገብር እዩ

ከመይ ገርና ኢና ንዕኡ ኮምፕሊመንት ንገብሮ ነቲ መስዋእትታት ዝተኸፍለ መስዋእትታት ሲ ኣብ ደገ ሲ ንሕና እንድቪጅዋሊ ከይድና ክንዕወት ኣብቲ ዓዲ ደይኮነ ሲ ኣብ ደገ ኮይንና ነቲ ዝኸውን ዘሎ ኩነታት ከመይ ገርና መኪትና ኣብ ዝለዓለ ኣድቫንተጅ ንነብስና ንእትወሉ ኩነታት ሲ ከመይ ገርና ኢና ንፈጥር ብዛዕባ እዚ ክንዛረብ ክንክእል ኣለና እዚ እቲ ኮሚኒኬሽን ደየለ ዊር ናት ኮሚኒኬቲንግ ኣባውት ኢት ኣይንዛረብን ኢና ዘለና ብዛዕብኡ ሕጂ ክንዛረብ ኣለና ብዛዕብኡ ያ እታ እታ ሓንቲ ነጥቢ ዝበልካያ ወላ ሓንቲ ዲቤት ገብር ኣይክእልን እያ ባ ዩር ኣብሶሉት ራይት ንሓድሕድና ሰፖርቲቭ ኣይኮናን ስስ ሓቂ እዩ ዳርጋ ካብ ናይ ኤርትራውያን ናይ ካልኦት ሃገራት ኢና ክንድግፍ ንፍትን በንፃሩ ኣብዚ ትብሎ ዘለና ኣብነዚ ናይ በዓል ትርኩ ገለመለ ወላ እኳ እቲ ኮንቴክስት ነቶም ኣብዚ ብዙሓት ትርኩ እንዲዮም ዘለዎ ትካላት ዘለዎም ምስቲ ካብ ምስ ዓዶም ዘለዎም ኮኔክሽን ብትሕ ብዙሕ እዮም ዝጥቀምሉ ቤዝ ናይቲ ቁጠባ ናቶም ዝያዳ ካብኡ እዩ ቢካዝ ሶርሲንግ ናቶም ካብኡ ስለ ዝኾነ ግን ዝተፈለየት ናይ ቱርኪ ኣብ ጀርመን ድሕሪ ከይድካ ንኣብነት ዝዓበየ ሱፐርማርኬት ናይ ጀርመን ከሎ ካብቲ ናይ ቱርኪ ድኳን እዮም ቤዛ ዝገብሩ ሰርፕራይዚንግ ኤርትራውያን ከምኡ ንገብር ኢና እዚ ፀገማት ኣሎ ንኤርትራውያን ትካላት ናይ ኤርትራ ንምድጋፍ ሕፅረታት ኣለና እዩ ኣብዚ ዋላ ሓንቲ ምሳኻ ዝከራኸረሉ የብለይን እቲ ኣብ ኤርትራ ዘሎ መንእሰይ ከም ናተይ መረዳእታ ልዕሊ ዓቕሚ ዝገብር ዘሎ ኣብ ኤርትራ ዘሎ ማንም ኣካል ክውስኽ ኣለዎ ትብሎ ነገር የለን ከመይ ጌርካ ዕድላት ትፈጥረሉ፣ ከመይ ጌርካ መድረኽ ተጸባብቐሉ፣ ንዕኡ እቲ ህዝቢ ንክሕገዝ ዝያዳ እዩ እቲ ስራሕ እምበር ኣብ ኤርትራ ዘሎ ጸገም ኩነታት ዳርጋ ኣብዚ ቻነል ኩሉ ሰብ ዝርድኦ እዩ በት ኣት ኤንድ ኦፍ ደይ ገለ ነገር ሲ ክግበር ክኽእል ኣሎ በሃላይ እየ ቢካዝ ኣትሊስት ኣነ ኤክስፐክቴሽን ኣለኒ ብወገንና ከምቲ መንግስቲ ኤርትራ ዝብሎ ዘሎ ርኡይ ዝኾነ ለውጢ ገይሩ ነቲ ሰብ እውን ዝያዳ ተሳትፎ ንክህልዎ ዝገብረሉ መንገዲ 2026 ድማ ትመፅእ ኣላ ዝያዳ ምስ ምስ ኣሜሪካ ዝግበር ዘሎ ፅምዶ እሱ እውን ፖዘቲቪቲ ይፈጥረልና ይኸውን ኤርትራውያን ነፍሲ ወከፍ ኤርትራዊ ሓሙሽተ ሚእቲ ሽሕ ኣብ ዓዱ ኢንቨስት ክገብርን ክሕውል ክሳብ ዘይጀመረ ቁጠባ ናትና ከምቲ ዝድለ ክዓቢ ዝኽእል ኮይኑ ኣይስምዓንን እየ ኣነ ነፍሲ ወከፍ ኤርትራዊ ሴቪንግ ኣካውንት ናቱ ኣብ ኤርትራ ክገብር ተኮይኑ ግን ገንዘቡ ከም ድሌቱ ዝእትወሉን ዘውፅኣሉን መድረኽካ ክትፈጥረሉ ኣለካ I only put my money in a bank if I can get it anytime I want ሰብ ኣብ ባንኪ ከውርድ ከሎ ናቱ ሎጂክ እንታይ እዩ እዘን ገንዘብ ኣብ ዝደለኽወን ግዜ ክወስደንን ከትርፈንን ክሸጠንን ከውፀንን ክኽእል ኣለኒ ኤርትራ ድማ ሰርተን ሊበራላይዜሽን ኣብቲ ባንኪንግ ተገይራ እቲ ሰብ ኣማራፂ ዝሰኣነ ብዙሕ ሰብ ስለ ዘሎ ብዙሕ ሰብ ዝርካቡ ገንዘብ ኣብ ኤርትራ ከቐምጥ ይኽእል እዩ እዛ መዓልቲ እዚኣ እንተተበፂሓ ድማ ኤርትራ ኣብ ዝዓበየ ቁጠባዊ ዝላ ክትገብር እያ ኢለ እየ ዝኣምን ኣነ ናተይ መረዳእታ ከምኡ እዩ ምክንያቱ ካፒታል እዩ ንቁጠባ ድራይቭ ዝገብሮ እቲ ካፒታል ፖቴንሻል ኣለና ንሱ ናብ ኤርትራ ክኣትወሉ ዝጀመረ መዓልቲ ዝያዳ ውፅኢታዊ ክርከብ ይኽእል ይብል ኣነ ኤማ ኣብ መወዳእታ ትብሎ እንተለካ ነዚኣ ነዚያ ክስታ ክገብር ነዚያ ትብላ ዘለካ ኩሉ ግዜ ብፐርሰናል እንድሕር ተዛሪብካ ኣነ ገንዘበይ ክእትዎ ዝኽእል ኣብ ባንክ ኣክሰስ ክረኽበሉ ዝኽእል እንድሕር ኮይኑ ጥራይ እዩ ክትብል ከለኻ ጽቡቕ ኣለኻ ከም ሰብ መጠን ከም ኢንዲቪጁዋል ግን እቲ መንግስቲ ኣብዚ ግዜ እዚ ነቲ ገንዘብ ብኸመይ ፕራዮሪታይዝ ገብሮ ንኸመይ ይጥቀመሉ ንምንታይ ይጥቀመሉ ናይ ገዛእ ርሱ ኣጀንዳ ኣለዎ እዚ ኣገዳሲ ነጥቢ እዩ ሕጂ ንዕኡ ምርድኡ ከኣ ንዕኡ ምርድኡ ነቲ ናይቲ መንግስቲ ሰንቲመንት ንሕና ሕጂ ሲ think about ኣብይ ዝዛረቦ in terms of security ድሮን ኣለኒ ብድሮን ገይረ ከምዚ ክገብር እየ ዕላማኦም ከዓ ንሱ እዩ እዚ እቲ ናይ ሴኪሪቲ ነገር እዩ ነምፃልካ ዘለኹ ዕላማኦም ከዓ ንሱ እዩ ሕጂ ድሮን ኣብዚ ግዜ እዚ ኣንታይ ድሮን ሲስተም ክትፈጥር ሲ ከተምጽእ ሲ ገንዘብ ኮስት ዝገብረካ እዩ ናይ ኤርትራ ናይ ሴኩሪቲ ኢንትረስት ከኣ ኣብ ሬድሲ ጥራይ ኣይኮነን ኣብ ሱዳን ጥራይ ኣይኮነን ናይ ኢትዮጵያ ኣሎ ቫስት ኣሎ እዚ ዓቢ እንታይ ዝበሃል እዩ ሽግር እዩ ስለዚ እቲ መንግስቲ ከመይ ገይሩ ነቲ ንሱ ዝረኽቦ ካሽ ይጥቀመሉ ናቱ ፕራዮሪቲ ስለ ዘለዎ ንስኻ ንነብስኻ ብኡ ኢንጀክት ኣይትግበራ ንዓኻ ኣይኮንኩን ዝዛርበካ ዘለኹ እቲ ኤርትራዊ እየ ድብል ዘለኹ ከምኡ ዓይነት ኣተሓሳስባ እንድሕር ጌርካ እቲ ኩሉ ግዜ ነቲ ናትካ ርድኢት ብዛዕባ ሃገር ይዓጽዎ እዩ ሕጂ ንሕና ከምዚ ዓንተወይ ዝብሎ ዝነበርኩ ለት ፎካስ ኣብቲ ንሕና ክንገብሮ ንኽእል በቲ ኣብ ደገ ቨንቸር ካፒታልስ ኢንቨስትመንት ባንኪንግ እዚ ኩሉ ብሓንሳብ ክሳይ ንገብር እዚ ዊ ሃቭ ቱ ዱ ንዕኡ ጌርካ ሽዕኡ ምስቲ መንግስቲ ክትዛረብ ክትደራደር ትኽእል ማለት እዩ ከምዚ ተኾነ ከምዚ ተኾነ ክትብል ትኽእል ብነብስኻ እንዳርኣኻ ግን ነቲ መንግስቲ ዲክተይት ክትገብሮ ኣይትኽእልን ኢኻ ስለዚ እዚኣ ዊ ኒድ ቱ ቢ ቨሪ ክሊር ወን ኢት ካምስ ቱ ዛት። You're quiet. ኣብሰሉት ኩሉ እቲ ትብሎ ዘለኻ ትክክለኛ ዘረባ እዩ ንሕና ንዛረብ ዘለና ዝተፈላለየ ሲናሪዮስ እዩ ሓደ ካብቲ ኣብ ኤርትራ ብቀረባ ሓበሬታ ዘይምህላዋ ኣነ ብከምዚ እየ ዝፈትዎ ቢካዝ then we would be talking about policies and እቲ ፖሊሲስ ክትዛረብ ከለኻ ወይ the people like or not ነናቶም ምርጫ ኣለዎም ኣብዚ ንሕና ንዛረበሉ ዘለና ግን possibilities ተኽእሎታታት ተኽእሎታት ኢና ንዛረብ ዘለና ኮንክሪት ዝኾነ ኣነ ብወገነይ ክሓትት ከለኹ ተኽእሎታት እየ ዝሓትት ዘለኹ እምበር ዝዓበየ ክፋል ናይዛ ቪድዮ እንታይ ነይሩ ብዛዕባ ኣብዪ ኣሕመድ ዝገብሮ ዘሎ ዕንደራ ኢና ንዛረብ ፀኒሕና and this is real threat ናይ ኤርትራ ዓበ ብድሆ እዩ ከቢድ ብድሆ እዩ ኤርትራ ምሉእ ኣቓልቦ ናተይ ነዚ ሰኪሪቲ ነዚ ኣብ ቅድሜና ዘሎ ብድሆ እዩ እንድሕር ኢላ 150 ፐርሰንት ንድግፍ ምክንያቱ ንጎ ምሸትን ዝፍክር ፀላይ እንተለካ ንሕና እውን ኣመና ስለ ዝሓለፍና ኮንፊደንስ ኣብቲ መንግስትን እቲ ሰራዊትን ስለ ዘሎ እዩ ብዛዕባ ኢንቨስትመንት ንዛረብ ዘለና እምበር ንግሆ ምሸትን ድሮናት ገዝየዶ ሚሳይል ገዝየዶ ታንኪ ገዝየዶ እናበለ ዝፍክር ጎረቤት እናሃለወካ ብዛዕባ ልምዓት ክትሓስብ እውን ቁርብ ክብድ በለ እዩ ዓቕሚ እንተረኺቡ ድማ ክሕምሽሸካ ድሕር ዘይብል ታሪክ ዘለካ እንተኮይኑ ቀሊል ኣይኮነን ከም ኤርትራዊ ንሕና ግን ነቲ ሃገርና ኪኖ እዚ ናቱ ዕንደራ ክንሓስብ ስለ ንደሊ እዩ ግን ካብ ሕጂ ንድሓር እውን ዝኸው ካብ ሎሚ ንፅባሕ እውን ዘይኮነ ድሕሪ ክልተ ዓመት ድዩ ወላ ድሕሪ ዝተወሰነ ግዜ ክኸውን ዝደልየ ዝኾነ ኣማን ኣብዚ መጺኻቱ ብሓበሬታ እቲ ህዝቢ ብዝያዳ እዩ ዝፈትዎ ብዙሕ ፕርስፐክቲቭ ኢኻ ትህብ ብኣይ ወገን ንሎሚ ንነዊሕ ሰዓታት ይሒዘካ ዘለኹ ቢካዝ ብዙሕ ኣርስታት መብርሂ ስለትህብ ኣነ ሕፅረት ናይ ሓበሬታ ስለ ዘለኒ ብየማንን ፀጋምን ድረኸብኩ እየ ክብ ዝፍትን ንስኻ ግን ስፐሲፊክሊ ነቲ ኩነታት ብቐረባ ትከታተሎ ስለ ዝኾንካ ምስ ኤርትራ ዝተሓሓዝ ጥራይ ከዓ ስለቲ ጥምት ኣቡ ዝያዳ ብዙሕ ሓበሬታ ሂብካዮም ኣለኻ ኣምሹር ብቲ ኮሜንት እንተሪኢኻዮ ብዙሓት ሰባት ናይ ብሓቂ ይሕጎሱ ነይሮም ካብ ልበይ ከመስግነካ ይደሊ ካልእ ግዜ ድማ ግዜ ክንርኽ ኣለና ባይ ዘ ወይ ንኣማን ዘይምድጋፍ ከምታ ዝብላ ዝጸንሐ ንሓውኻ ዘይምድጋፍ እዩ ንኤርትራ ብዙሕ ዝገበረላ እዩ ብዙሕ ዘበርከተላ እዩ ካብዚ ንላዕሊ ስፖርት ክንገብሮም ክንክእል ኣለና ኣብ ኩሉ ዝገብርዎ ንጥፈታቶም ክንሕግዞ ክንክእል ኣለና ብዙሕ ፕሮግራማት እዩ ዘለዎ ንኤርትራውያን ክሕግዝ ዝኽእል ብዙሕ ሓሳባት እዩ ዘመንጩ ኣብ ካልእ ግዜ ተዛሪብናኩም ነርና ዌብሳይት እውን ኣሎ ፈለው ግበርዎ ሓግዝዎ እዚኣ ናይ መወዳእታ ቃለ እያ ኣብ ዩቱብ እውን ሓደ ሓደ ግዜ ኣብ ቻነልካ እንድሕር ጌርካ ኣይ ውድ ቢ ሃፒ መፅየ ነቲ ቻነልካ ንምዕባይ እውን ክትሰርሕ ኣማን የቐንየለይ ክብለካ ይደሊ ብሃይ ወገን